ሰላም ጥዕና ይሃበለይ ከመይ ትጸንሑ ዝኸበርኩም ተኸታተልቲ ሃበ ሚድያ ካበ ዝኾነ ይኹን ጽዕንቶ ነጻ ብምዃን እሙናትን ትኩሳትን ሓበሬታታት ከቕርበልኩም ዝተዳለወ ሃበ ሚድያ ክትከታተሉ እናዓደምኩ እንቕርበልኩም ምድላዋት ብትኩሱ ንኽበጽሑኹም ንቻነልና ሰብስክራይብ ብምግባር ናይ ደወል ምልክት ክትነኹን ላይክን ሼርን ብምግባር ድማ ምድላዋትና ናብ ካልኦት ንኽባፅሑ ክትገብሩ ንላቦ። ንሎሚ ሶኒ ዓሰርተ ክልተ ታሕሳስ ክልተ ሽሕን ዒስራን ክልተን ናብ ዘደለናዮም ዜናታት ከስግረኩም ፈለማ ቀንዲ ቀንዲ ነጥብታት ከስመዐኩም። ብሕብረት ኣፍሪካ ዝተመዘዘ ተዓዛቢ ጉጅለ ናብ ትግራይ ከምዝኸይድ ተገሊፁ። ኲናት ትግራይ ከም ኲናት ዩክሬን ኣቓልቦ ዓለም ኣይረኸበን ተባሂሉ። ኣሜሪካ ኣብ ልዕሊ ኢትዮጵያ ዘንበረቶ ማዕቐብ ከም ዘይተልዕል ኣፍሊጣ ዝብሉን ካልኦት ዜናታትን ኣለውና። ክሳብ መወዳእታ ምድላዋትና ክትከታተሉና ይዕድም። ሕዚ ናብ ዝርዝሮም ከስግረኩም። ብሕብረት ኣፍሪካ ዝተመዘዘ ተዓዛቢ ጉጅለ ናብ ከተማ መቐለ ከም ዝኸይድ ተፈሊጡ። ብሕብረት ኣፍሪካ ዝተመዘዘ ተዓዛቢ ጉጅለ ከተማ መቐለ ብምእታው ኩነታት ትግራይ ክከታተል ከም ዝኽእል ተሓቢሩ። ድሕሪ ስምምዕነት ሰላም ፕሪቶርያ ኣብ ተግባራውነት እቲ ስምምዕነት ዘሎ ምዕባለ ንምዕዛብ ብፍሉይ ልኡኽ ሕብረት ኣፍሪካ ኣሊሳንጎ ኦበሳንጆ ዝተመርሐ ጉጅለ ምስ ሰበ ስልጣን መንግስቲ ትግራይ ምዝታዮም ይዝከር። ሕዚ ድማ ካብ ደቡብ ኣፍሪካ፣ ኬንያ፣ ናይጀርያን ዝተወከሉ ብሕብረት ኣፍሪካ ዝተመረፁ ትሽዓተ ጀነራላት ዝሓቖፈ ጉጅለ ናብ ትግራይ ክኸይድ ምዃኑ ተገሊፁ። እቲ ጉጅለ ብሰንኪ ሰራዊት ኤርትራን ኣምሓራን ካብ ትግራይ ዘይምውፅኦምን መሰረታዊ ግልጋሎታት ዘይምጅማሮምን ከምኡ እውን ቴክኒካዊ ፀገማት ስለዘጋጠመን ብእዋኑ ናብ ትግራይ ክገሹ ከምዘይከኣሉ ተገሊፁ። እቲ ጉጅለ ናይ ይግበእኒ ሕቶ ከፃርን መፍትሒ ከቐምጥን ብኹናት ዝተጎደእ ህዝቢ ዘለዎ ፀገም ክዕዘብን ትፅቢት ከምዝግበርን ብሓፈሻ እቲ ተቖፃፃሪ ጉጅለ ዝተፃረየ ሓበሬታ ንሕብረት ኣፍሪካ ክቕርብ ትፅቢት ከምዝግበር ተሓቢሩ። ብተመሳሳሊ ናብ ኤርትራ መገሻ ዘካየዱ ፕሬዝደንት ሃገረ ኬንያ ዋልያም ሩቶ ብዛዕባ ጉዳይ ሰራዊት ኤርትራ ካብ ትግራይ ምውጻእ ዝምልከት ካብ ሕብረት ኣፍሪካ መልእኽቲ ሒዞም ዝኸዱ ኮይኖም ምላሽ ኤርትራ እንታይ ከምዝኾነ ክሳብ ሕዚ ዝተገለጸ ነገር የለን። ሕብረት ኣፍሪካን ሕብረት ኣውሮፓን፣ ኣሜሪካን ካልኦት ሃገራትን ሰራዊት ኤርትራ ንኽወጽእ ብተደጋጋሚ ጻውዒት እኳ እንተቕረባ ሰራዊት ኤርትራ ግን ኣብ መብዛሕቲኦም ከባብታት ትግራይ ነቂጡ ኣብ ልዕሊ ህዝቢ ትግራይ ማእለያ ዘይብሉ ግፍዕታት ይፍጽም ከምዘሎ ይግለጽ ኣሎ። ኮይኑ ግን ብዛዕባ ሰራዊት ኤርትራ ካብ ኣፍ ዝዘለለ ተግባራዊ ስጉምቲ ዝወሰደት ሃገር ትኹን ትካል የለን ይብሉ ተዓዘብቲ። ዝተበፅሐ ስምምዕነት ሰላም ስዒቡ ናብ ትግራይ ዝኣቱ ዘሎ ቀረብ መድሓኒትን ናውቲ ሕክምናን ምምሕያሻት ከም ዘለዎ ተገሊፁ። ድሕሪ ስምምዕነት ሰላም ፕሪቶርያ ቀረብ መድሓኒትን ናውቲ ሕክምናን ናብ ትግራይ ብቕልጡፍ ክኣቱ ትፅቢት እኳ እንተነበረ ብኣንፃሩ ዝሑል ምንቅስቓሳት ተራእዩ እዩ። ካብ ቀረባ እዋን ንነዘ ግን ዝሐሸ ጅማሮ እኳ እንተሃለወ ሕዚ እውን እኹል ከምዘይኮነ ቢሮ ሓለዋ ጥዕና ትግራይ ንጋዜጠኛታት ኣብ ዝሃቦ ጋዜጣዊ መግለፂ ሓቢሩ። ኣብ ልዕሊ ህዝቢ ትግራይ ዝተኻየደ ቅሉዕ ወታደራዊ ወራርን ተነቢሩ ዘሎ ክባን ዕፅዋን ስዒቡ ስርዓተ ጥዕና ትግራይ ናብ ባዶ ወሪዱ ከምዝፀንሐን ከም ሳዕቤኑ ድማ ህዝቢ ትግራይ ንኸቢድ ሕማምን ሞትን ተሳጢሑ ከምዝርከብ ተገሊፁ። ሓላፊ ቢሮ ሓለዋ ጥዕና ትግራይ ዶክተር ኣማኑኤል ሃይለ ከምዝገለፅዎ፣ ናብ ትግራይ ዝኣቱ ዘሎ ቀረብ ኣፋውስን ናውቲ ሕክምናን ዝሐሸ ጅማሮ ከምዘሎ ብምሕባር፣ ምስቲ ኣብ ትግራይ ዘሎ ዓብዪ ፀገም እንትነፃፀር ግን ክሳብ ሕዚ ዝኣቱ ዘሎ ኣፋውስን ናውቲ ሕክምናን እኹል ከምዘይኮነ ኣረዲኦም። ዛጊድ ካብ ውድብ ጥዕና ዓለም፣ ዩኒኤፍፒ፣ ከምኡ እውን ካብ ሚኒስቴር ጥዕና ኢትዮጵያ ዝመፁ ኣፋውስን ናውቲ ሕክምናን ናብ ትግራይ ከምዝኣተዉን ናብ ትካላት ጥዕና ይከፋፈሉ ከምዘለዉን ተገሊፁ። ከምኡ'ውን ዝኣትዉ ዘለዉ ዓይነታት ኣፋውስ መጠኖም ውሑድ ከምዝኾነን ክሳብ ሸሞንተ ሰሙን ጥራሕ ከምዝሽፍኑን ዶክተር ኣማኑኤል ገሊፆም። መንግስቲ ፌዴራልን ዓለም ለኻዊ ትካላት ገበርቲ ሰናይን ኣብ ትግራይ ዝበፅሕ ዘሎ ጉድኣትን ሞትን ብዝግባእ ተረዲኦም ህይወተ ምድሓን ክረባረቡ ቢሮ ሓለዋ ጥዕና ትግራይ ሓቲቱ ይብል ፀብፃብ ጋዜጣ ወይን። ልዕሊ ሽዱሽተ ሚእቲ ሽሕ ሰላማውያን ሰባት ዝበልዐ ኲናት ትግራይ ከም ኲናት ዩክሬን ትኹረት ኣይረኸበን ክትብል ሓንቲ ነበር ዲፕሎማት ኣሜሪካ ገሊጻ። ኣብ ሃገራት ኬንያ፣ ሶማልያ፣ ደቡብ ሱዳን፣ ዴሞክራቲክ ኮንጎን ፖላንድን ዲፕሎማት ኣሜሪካ ኰይና ንዓሰርተ ክልተ ዓመት ዘገልገለት ኤልዛቤት ሻካል ፌርድ፣ ኣብ ኣሜሪካ ዝርከብ ዩኒቨርሲቲ ድሬክ ተረኺባ ብዛዕባ ኲናት ትግራይ ኣመልኪታ ንተምሃሮ እቲ ዩኒቨርሲቲ ኣስተምህሮ ዝሃበት ኮይና ኲናት ትግራይ ካብ ዓለም እቲ ዝኸፍአ ኲናት ኮይኑ ንምግላጹ ዝኸብድ ገበናት ኲናት ዝተፈጸመሉን ኣቓልቦ ዓለም ዘይረኸበን ክትብል ገሊጻ እያ። ንኲናት ትግራይ ምስ ኲናት ዩክሬን ብምንጽጻር መብርሂ ዝሃበት ሻካል ፊርድ ኣብ ትግራይ ኣብ ልዕሊ ሰላማውያን ሰባት ቅትለት፣ ስቓያት፣ ጾታዊ ዓመጽን ከምኡ'ውን ዕንወታት ንብረትን ሆስፒታላትን ከም ዝተፈጸመን ብሓፈሻ ድማ ገበን ኲናት ከም ዝተፈጸመ ብምግላጽ እዚ ኲናት ምስ ወራር ዩክሬን ተመሳሳልነት ዘለዎ ኮይኑ ግን ድማ ኣዝዩ ቀታሊ እዩ ነይሩ ክትብል ትገልጽ። ኢትዮጵያ ኣብ ዓለም ሚእትን ዓሰርተ ሸውዓተን ሚልዮን ህዝቢ ብምሓዝ ኣብ መበል ዓሰርተ ክልተ ደረጃ ትርከብ። ዩክሬን ድማ ኣርብዓን ሸሞንተን ሚልዮን ህዝቢ ዘለዎ ሃገር እያ። ኣብ እዋን ኲናት ኣብ ትግራይ ልዕሊ ሽዱሽተ ሚእቲ ሽሕ ሰላማውያን ሰባት ክሞቱ ከለው ኣብ ዩክሬን ግን ሽዱሽተ ሽሕን ሓሙሽተ ሚእትን ሓምሳን ሓሙሽተን ሰባት ሞይቶም። እዚ ኮይኑ እቲ ሓቂ ጉዳይ ትግራይ ብማዕኸናት ዜና ዓለምና ዝተውሃቦ ኣቓልቦ ትሑትን ዘይመጣጠንን ምዃኑ እታ ዲፕሎማት ኣዘኻኺራ። ብተወሳኺ'ውን ትብል ሻካል ፊርድ፣ እቲ ኣብ ዩክሬን ዝተኻየደ ኲናት ድራማዊ ዝኾነ ሽፋን ማዕኸናት ዜና ዓለምና ረኺቡ እዩ። ንኣብነት ኲናት ትግራይ ኣብ ውሽጢ ክልተ ዓመታት ብደረጃ ዓለም ሰለስተ ሚእትን ስሳን ሸሞንተን ሽሕ ዛንታታት ብማዕኸናት ዜና ዓለምና እንትሓልፍ፣ ብዛዕባ ወራር ዩክሬን ድማ ዓሰርተ ክልተ ሚልዮን ዛንታታት ተዘርጊሑ። እዚ ድማ ሰላሳን ሰለስተን ዕፅፊ ኲናት ትግራይ ሽፋን ከምዝረኸበን በዚ ድማ ጉዳይ ትግራይ ትሑት ሽፋን ከምዝተዋሃቦ ትነቅፍ። ኣሜሪካ ምስ ማሕበረሰብ ኣውሮፓ ስሙር ግንባር ብምፍጣር ንዩክሬን ብዓሰርተታት ቢልዮናት ዶላር ሓገዝ ብምሃብ ክትሕግዝ ዝፀንሐት ኮይና ኣብ ትግራይ ሰብኣዊ መሰላት ንምሕላው ትርጉም ዘለዎ ስጉምቲ ክትወስድ ኣይተረኣየትን ክትብል ገሊፃ። ኣብ መወዳእታ ብዛዕባ ኲናት ትግራይ ኣሜሪካ ምንም ኣይትሰርሕን ዘላ ዝበለት ሻካልፊርድ ናይቲ ፀገም ተሓባባሪትን መጋደዲትን ኮይና ትሰርሕ ከምዘላ ክገልጽ ይፈቱ ክትብል ተዛሪባ ይብል ኣብ ዩኒቨርሲቲ ድሬት ዝተሓተመ ጋዜጣ ዘ ታይምስ ዲሎፒክ ኣብ ዘውጽኦ ሓበሬታ። ኣሜሪካ ኣብ ልዕሊ ኢትዮጵያ ዘንበረቶ ማዕቐብ ኣገዋ ክተልዕል፣ መጀመርያ ኢትዮጵያ ክኢላታት ሰብኣዊ መሰላት ውድብ ሕቡራት ሃገራት ኲናት ትግራይ ኣብ ዝካየደለን ከባብታት ኣትዮም ምርመራ ከካይዱ ክትፈቅድ ከምዝግባእ ኣብ ኢትዮጵያ ጉዳይ ፈጻሚት ኣሜሪካ ትሬስ ጆኮብሰን ንሰበ ስልጣን ኢትዮጵያ ከም ዘፍለጠት ጋዜጣ ሪፖርተር ጸብጺቡ። ኢትዮጵያ ምስ ኣሜሪካ ካብ ቀረጽ ነጻ እተካይዶ ዝነበረት ንግዳዊ ምንቅስቓስ ብሰንኪ ኲናት ትግራይ ኣብዚ ሕዚ እዋን ዝኾነ ይኹን ሸቐጣት ናብ ኣሜሪካ ክትልእኽን ካብ ኣሜሪካ ክተእትውን ተኸልኪላ እያ። ኢትዮጵያ እዚ ማዕቐብ ክስረዘላ እንተደልያ ሕዚ እውን ኲናት ትግራይ ኣብ ዝተኻየደለን ከባብታት ዓለም ለኻዊ ክኢላታት ሰብኣዊ መሰላት ኣትዮም ዝተፈጸመ ገበናት ኣንጻር ሰብኣዊ መሰላትን ምርመራ ከካይዱ ክትፈቅድ ከም ዘለዋ ከም ቅድመ ኲናት ከም ዝተቐመጠ እቲ ጸብጻብ ይሕብር። ኣብ ትግራይ ዝተኻየደ ኲናት ብመንግስቲ ኢትዮጵያን ካልኦት ውድባትን ብብርኪ ዓለም ተፈላጥነት ዘለዎም ጥሕሰታት ሰብኣዊ መሰል ዝተፈጸመ ከም ዝኾነ ዝገለጸ እቲ ጸብጻብ፣ ሰበስልጣን ኢትዮጵያ ድማ እቲ ሓቂ ንምሽፍፋን ክሳብ ስምምዕነት ሰላም ፕሪቶርያ ምፍራም ከምዝበጽሑ፣ ይኹን እምበር ሕዚ እውን ኣሜሪካ ዝተፈጸሙ ጥሕሰታት ሰብኣዊ መሰል ክትጻረ ከምትጠልብ ይግለጽ ኣሎ። ውድብ ሕቡራት ሃገራት ኣብ ትግራይ ኣብ ጎንጺ ዝርከቡ ከባብታት ብምኻድ ምግሃስ ሰብኣዊ መሰላትን ገበን ኲናትን ንምጽራይ ኣብ ዝሓለፈ ዓመት ኣህጉራዊ ኮሚሽን ክኢላታት ሰብኣዊ መሰላት ዘጣየሸ ኮይኑ እቶም ኮሚሽነራት ግን ናብቲ ኲናት ዘለዎ ከባቢታት ከይኣትዉ ብመንግስቲ ኢትዮጵያ ከምዝተኸልከሉ እቲ ጸብጻብ ኣዘኻኺሩ። ኣብ ኢትዮጵያ ካብ መላእ ዓለም ዝመጽኡ ብርክት ዝበሉ ኣፍረይቲ ትካላት፣ ፍርያቶም ብዘይቀረጽ ናብ ዕዳጋ ኣሜሪካ ንምልኣኽ ናብ ፓርክታት ኢንዳስትሪ ኢትዮጵያ ብበዝሒ ተዋፊሮም ዝጸንሑ ኮይኖም፣ ምምሕዳር ባይደን ኣብ ወርሒ ጥሪ ክልተ ሽሕን ዒስራን ክልተን ንኢትዮጵያ ካብ ኣጎዋ ምስራዙ ስዒቡ ብርክት ዝበሉ ኣፍረይቲ ትካሎም እናዓፀዉ ካብ ኢትዮጵያ ይወፁ ከምዘለዉ ተገሊፁ። ኢትዮጵያ ኣሜሪካ ኣቐሚጣትላ ዘላ ቅድመ ኩነት ዘይትፍፅም እንተኾይና እቲ ማዕቐብ ክለዓለላ ዘይሕሰብ ከምዝኾነ ይግለፅ ከምዘሎ ጋዜጣ ሪፖርተር ፀብፂቡ። ዝኸበርኩም ተኸታተልትና ዕለታዊ ዜናታትና እዚኣቶም ይመስሉ ነይሮም። ንምክትታልኩም ክብረት ይሃበልና። ሃበ ሚድያ ብሓባር እነዕብዮ ናታትኩም ሚድያ እዩ።